ክቡራት ተኸታተልቲ እዚ ቻናል ሰላማት ሚስተር ዚል ሚስተር ዚል ህፃናት ሳይንሳዊ ሜላ ኣናብባ እንግሊዝኛ ክኽእሉ ፎኖሎጂ መሰረት ዝተዳለዉ መሰረት ገይሮም ዝተዳለዉ ትምህርታዊ ቪድዮታት ብብግዜኡ ይሰዱ ኣለዉ ሰዚ ከዓ ዋና ዓላምኡ ህፃናት ዘመኑ ዝጠልቦ ዓቕሚ ቋንቋ እንግሊዝኛ ንኸማዕብሉ ዓሊሞም ዝዳለዉ እዮም። ስለዚ እዚኣቶም በብጊዜኡ እነዳልዎም ትምህርታዊ ቪድዮታት ንክበጽሕዎም ናብ ህጻናት ክባጽሑ ክጥቀምሎም ክልወጥሎም ዩትዩብ ቻነልና ሚስተር ዚል ኤዱክ ቲክቶክ ኣካውንትና ሚስተር ዚል ኤዱክ ሳብስክራይብ ላይክ ሼር ፈሎው ብምግባር ሚስተር ዚል ዝጽሕፍዎ መጽሓፍቲ ዚን ስፖከን ኢንግሊሽ ቮልዩም ዋን፣ ካብ ኬጅ ጀሚሮም ዘለዉ ህጻናት ዝርርብ ንክኽእሉ ብጣዕሚ ወሳኒ ዝኾነ እቲ መጽሓፍ። ዚን ስፖከን ኢንግሊሽ ቮልዩም ቱ፣ ካብ ሓምሻይ ንላዕሊ ዘለዉ ህጻውንቲ ዝርርብ ንክኽእሉ ወሳኒ ዝኾነ እቲ መጽሓፍ። ዚን ኢንግሊሽ፣ እነውግዖ ዘለና ፎኖሎጂ ወይ ከዓ ናይ ድምጸት ሳይንስ መሰረት ገይራ ዝተዳለወት ካብ ኬጅ ጀሚሮም። ዝርርብ ንክኽእሉ ህፃናት ሓጋዚት ዝኾነት መፅሓፍ ዚል ሳይንስ ዚል ግራመር ብምዕዳግ ናብ ወለዲ ክባፃሕ እጃሞም የበርክቱ። So ሎማዓንቲ ፎኖሎጂ ወይ ፎኒክስ ኢና ክንርኢ። I ኮንሰናንት ኢ ኣዝ ሎንግ ቫወል ኣይ ኣብ ዝሓለፈ ኣይ ፊደል ኣይ ሾርት ቫወል ሎንግ ቫወል ትኾነሉ ግዜ ኣሎ ኢልና ሪእና ነይርና። ኣይ ሾርት ቫወል እትኸውን ኢይ ዝብል ድምፂ እንተውፅኣ እዩ። ፊደል ኣይ ሾርት ቫወል ኣይ እንብላ ኢይ ዝብል ድምፂ እንተውፅኣ እዩ። So let's some examples. ክ ኢ ድ kid ክ ኢ ድ ኪድ ክ ዝነበረት ኪ ሳልስ ገይራታ ስለዚ እዚኣ መናዊት ኮይና ክትመጽእ ከላ ኢ ዝብል ድምጺ ኣለዋ ስለዚ ሾርት ቫውል ኣያ ብ ኢ ግ ቢግ ብ ኢ ቢ ብ ኢ ቢ ስለዚ ብ ሳድስ ዝነበረት ናብ ሳልስ ቀይራታ ዶ ስለዚ ሾርት ቫወል ኣይ ትብሃል ንምንታይ ኢ ስለ ዝኮነ ድምጻ እዚ ሳድስ ዝነበረ ናብ ሳልስ ስለ ዝቀየረቶ ሳድስ ማለት ናይ ሻድሻይ ፊደል ድምጺ እንትከውን ሳልስ ከኣ ሳልሳይ ማለት እዩ ህ ኢ ት ሂት ህ ዝነበረት ናብ ሂ ቀይራታ ስለዚ ፕኢግ ፒግ ስለዚ ኣብዚኣተን ፊደል ኣይ ታይ ኮይና ድምጻ ኢ ሾርት ቫወል ኣይ ከኣ ትበሃል። ሕሳይና ክንርኢ ኣይ ኣብ ማእከለን ዝኾነ ኮንሰናንት ሃልዩስ ኢ ክልቲኤን ኣብ ማእከለን ኮንሰናንት ሃልዩ እንተ መጽየን እዚኣ ሎንግ ቫወል ትኸውን ኣይ ዝብል ድምጺ እያ ትፈጥር እዚኣ ሎንግ ቫወል ኣይ ዝብል ድምጺ ትፈጥር እሞ ቅድሚታ ዘሎ ፊደል ናብ ራብእ ይቅየር ኣሎ ማለት እዩ so a l ኣይክ a l ኣይክ ኣላይክ ንምንታይ ኣላይክ ጌርናያ ኣል ኣይክ ኣላይክ ስለዚ ኣብ መንጎ E ኣብ መንጎ I K ስለ ዘላ እዚኣ ከኣ ኮንሰናንት ስለ ዝኾነት ስለዚ I ዝብል ድምጺ ትኸውን እዚኣ I ስለዚ ኣላይ ክትኸውን ኣላ ማለት እዩ። ኣልኣይቭ ኣላይቭ ኣልኣይቭ ስለዚ ኣብ መንጎ E ኣብ መንጎ I ኮንሰናንት ስለ ዘላ እዚኣ I ትኸውን ድምጻ so ኣላይክ ኣር ላይክ ትኸውን ኣላ ብኣይት ባይት ብኣይት ባይት ስለዚ ባይት ብኣይት ባይት ትኸውን ንምንታይ ኣይ ኮይና እዚኣ ኣብ መንጎ ኢን ኣብ መንጎ ኣይን እዚኣ ስለ ዘላ ቲ እዚኣ ከንታ እያ ኮንሶናንት ብርኣይድ ፕራይድ ብርኣይድ ብራይድ ብርኣይድ ብራይድ ስለዚ እዚኣ እውን ኣይ ዝኾነትሉ ምክንያት ኣብ መንጎ ኢን ኣብ መንጎ እዚኣን ዲ ስለ ዘላ ትኸውን ፍኣይል ፋይል ፍኣይል ፋይል ህኣይድ ሃይድ

እዚኣ ኣይ ዝብል ድምፂ ትፈጥር ልኣይ ላይም ልኣይክ like ህኣይድ hide ፍኣይል file ሰለዚ እዚኣ long vowel ኣይ ትኸውን ኣይ ዝብል ድምፂ ስለተውፅእ ኦኬ ክብራ ተኸታተልቲ እዚ ቻናል ናይ ሎማዓንቲ ፕሮግራምና እዚ ይመስል በብግዚኡ ንሰዶም ትምህርታዊ ቪድዮ ክበጽሕዎ ናብ ህጻናት ክባጽሑ ክጥቀምሎም ክልወጥሎም ዘመኑ ዝጠልቦ ዓቕሚ እንግሊዝኛ ንከማዕብሉ ዩቲዩብ ቻነልና ሚስተር ዚል ኤዲክ ሳብስክራይብ ላይክ ሼር ብምግባር ቲክቶክ ኣካውንትና ሚስተር ዚል ኤዲክ ላይክ ሼር ፈሎ ብምግባር ሚስተር ዚል ዝጽሕፍዎ መጽሓፍቲ ዚል ስፖከን እንግሊሽ ቮሊዩም ዋን ካብ ኪዩት ጀሚሮም ዘለዉ ህጻውንቲ ሳይንሳዊ ሜላ ኣና ምስ ኣዘራርባ እንግሊዝኛ ንክእሉ ወሳኒ ዝኾነት መጽሓፍ ዚል ስፖከን እንግሊሽ ቮሊዩም ቱ ካብ ሓምሻይ ክፍሊ ንላዕሊ ዘለዉ ህፃናት ዝርርብ ንክኽእሉ ወሳኒ ዝኾነት መፅሓፍ ዚል ስፖከን እንግሊሽ Volume One ካብ ኬጂ ጀሚሮም ዘለዉ ህጻውንቲ ዝርርብ ንክኽእሉ ዝይል ኢንግሊሽ ካብ ኬጂ ጀሚሮም ዘለዉ ህጻናት ሳይንሳዊ ሜላ ኣናባብ ንክኽእሉ ዝይል ሳይንስ ዝይል ግራመር ብምዕዳግ ናብ ወለዲ ክባጻሕ እጃሞም የበርክቱ። ኣብ ቀጻሊ ኣስካዕ ንራኸብ። ደሓን ቀኒ።